ሰላም ክቡራት ተኸታተልቲ፣ ንሕጃብ ዝተዳለወ ዜናታት፣ ሚኒስተር መስኖ ግብጺ ብዛዕባ ኢትዮጵያ ዝሃቦ መግለጺ፣ ሰነተር ኣሜርካ ክሪስ ኩንስ ብዛዕባ ኢትዮጵያ ኣብ ዝጸሓፎ ምስ ኣቢ ጌርዎ ዝነበረ ርክብ ኮመ ድማ ብዛዕባ ዘስግእ መጻኢ ኢትዮጵያ ኣመልኪቱ ዝሃቦ ትንታነ ጌታቸው ረዳ ብዛዕባ ዘሎ ኩናት ዝሃቦ መግለጺ ፖፕ ፍራንሲስ ስደተኛታት ተዓቂቦምሉ ዘለዉ ከባቢ ምብጽሑን ብጉዳይ ስደተኛታት ንኢሮጳ ምንቃፉን ካልእን ዝድህሰስ ክኸውንዩ ወትሪ ተኸታተልቲ እዛ ቻነል ንምዃን ድማ ሳብስክራይብ ክትገብሩ ብኽብሪ ይዕድመኩም። ናይ ሃገረ ግብጺ ሚኒስተር መስኖን ማይን ዝኾነ መሐመድ ዓብደል ዓጢ፣ እታ ምስ ግብጺ ኣብ ጉዳይ ግድብ ሕዳሰ ዘይተሰማምዐት ዘላ ኢትዮጵያ፣ ብዛዕባ ግብጺ ካብ ሓቂ ዝረሓቐ መግለጺ ተውጽእ ኣላ ክብል ነቒፉ። እዚ ሚኒስተር ኣብቲ ምስ ቤት ምኽሪ ሕርሻን መስኖን ግብጺ ብዛዕባ ክሳብ ክልተ ሽሕን ሓምሳን ዘሎ መደባት እቲ ንሱ ዝመርሖ ሚኒስትሪ ኣመልኪቱ ኣብ ዝገበሮ ኣኼባ'ዩ ነዚ ቃላት ኣውጺኡ ዘሎ። እቲ ሚኒስተር ኣብ ዘረብኡ፣ ኢትዮጵያ ንግብጺ ኣብ ፈለግ ኒል ናይ ኣንበሳ ብጽሒት ኣለዋ፣ ዝበዝሕ ማይ'ያ እትጥቀም ብምባል ብዛዕባ ግብጺ ካብ ሓቂ ዝረሓቐ ሓበሬታ'ያ ትህብ ዘላ። እዚ ከኣ ብጭብጢ ከነረጋግጾ እንኽእል ነገር እዩ። ኢትዮጵያ ክሳብ ሓምሳ ሚልዮን ኪዩቢክ ሜተር ማይ ከዕቁር ዝኽእል ዲጋታት እዩ ዘለዋ። ናይ ትሕቲ መሬት ማያ'ውን ካብ ዕስራ ክሳብ ሰላሳ ሜትሮ ኣብ ዘሎ ርሕቐት እዩ ዝርከብ። ኣብ ግብጺ ግና ማይ ክትረክብ ክሳብ ሚእቲ ሜትሮን ልዕሊኡን ክትኩዕት እዩ ዘለካ። እዚ ክዛረብ ዝግደድ ዘለኹ ከኣ ኢትዮጵያ ብዛዕባና ካብ ሓቂ ዝረሓቐ ዘረባታት ትነዝሕ ብምህላዋ እዩ ብምባል እቲ ሚኒስተር መስኖ ናይ ግብጺ ዝኾነ መሓመድ ዓብደል ዓጢ ንኢትዮጵያ ነቒፉ እዩ ዝርከብ። ኣብ ኣሜሪካ ኣባል ሰኔት ከምኡ ድማ ኲናት ትግራይ ምስ ጀመረ ብፕሬዝደንት ኣሜሪካ ጆ ባይደን ፍሉይ ልኡኽ ኮይኑ ምስ ቀዳማይ ሚኒስተር ኣብዪ ኣሕመድ ክራኸብ ክኢሉ ዝነበረ ሰኔተር ክሪስ ኩንስ፣ ኣብዚ እዋን ኣብዪ ኣሕመድን ተቓወምቱን ነዚ ወሲዶሞ ዘለዉ መንገዲ እንድሕር ቀጺሎሞ፣ ኢትዮጵያ ከቢድ ደም ምፍሳስ ከምኡ ድማ ቆጠባዊ ውድቀት ጥራይ ዘይኮነ ናይ ዘመን ናይ ዩጎዝላቪያ ብምዃን ፋሕፋሕ ከይትብል ስግኣት ኣሎ ክብል ሕጂ ኣብ ሓንቲ ፎርየን ኣፋየርስ እትበሃል መርበብ ሓበሬታ ጽሒፉ ኣሎ። ሰኔተር ክሪስ ኩንስ ኣብቲ ሎሚ ተዘርጊሑ ዘሎ ጽሑፉ፣ ምስ ኣብይ ኣሕመድ ንመጀመርታ ግዜ ዝተዛረበሉ እዋን፣ እዚ ሕጂ ዓመት ኣቑጺሩ ዘሎ ኲናት ኣብ ኣጋ ምጅማሩ ከም ዝነበረ፣ ኣብቲ ሽዑ ግዜ ከኣ ህወሓት ንሰሜን እዝ ምስ ኣጥቅዑ ኣብይ ኣሕመድ ኲናት ክኸፍት ምድላዋት ይገብር ከም ዝነበረ፣ ኣብቲ ግዜ እቲ ከኣ ንኣብይ ኣሕመድ ካብ ኲናት ክጅምር ዕርቅን ዘተን ክገብር ከም ዝሓተቶ፣ ይኹን እምበር ኣብይ ኣሕመድ ንውሑዳት ገበነኛታት ንምሓዝ፣ ዝግበር ናይ ሕጊ ምኽባር ስርሒት'ዩ፣ ክውዳእ ከኣ ናይ ሰሙናት ጉዳይ'ዩ ኢሉ ከም ዝመለሰሉ፣ ይኹን እምበር ንሱ ሽዑ ኣብ ዓመተ ሽሕን ሸሞንተ ሚእትን ሱሳን ሓደን ናይ ሽዑ ናይ ኣሜሪካ ጀነራላት ውግእ ብኹሎም ወገናት እቲ ኲናት ናይ ሓጺር እዋን'ዩ ዝብል ግምት ገይሮም ንዂናት ሓድሕድ ኣሜሪካ ከም ዝጀመሩ እቲ ኲናት ግና ኣብ ታሪኽ ኣሜሪካ ሓደ ካብ ዝኸፍኡ ቀተልቲ ውጉኣት ኮይኑ ተመዝጊቡ ከም ዘሎን ንኣርባዕተ ዓመታት ከም ዝቐጸለን ብምዝካር ንኣብይ ብዛዕባ ከጋጥም ዝኽእል ሓደጋ ከም ዘጠንቀቖ፣ ይኹን እምበር ኣብይ ነቲ መጠንቀቕትኡ ዕዕሽሽ ኢሉ ኲናት ከም ዝጀመረ እዩ ገሊጹ። ሴኔተር ክሪስ ኩንስ ቀጺሉ፣ ኣብ ዝሓለፈ ወርሒ ሰለስተ እውን ኣብ ክልተ መዓልታት ንኣስታት ሓሙሽተ ሰዓታት ምስ ኣብይ ኣሕመድ ተራኺቡ ከም ዝነበረ፣ ኣብ ርክቦም ድማ ኣብይ ኣሕመድ፣ ኢትዮጵያ ኣብ ኣፍሪቃ እታ ዘይተገዝአት ሃገር ምዃና ዘሎ ኩርዓት ዘርኢ መልእኽቲ ከም ዘመሓላለፈሉ ከምኡ ድማ ልዑል ናይ ናጽነት ስምዒታት ከም ዘርኣዮን ድሕሪ ምግላጽ፣ ድሕሪ እቲ ርክብ ዋላ ጸቕጢ ናይ ማሕበረሰብ ከምኡ ድማ ውሽጣዊ ፖለቲካዊ ቅልውላው እንተነበረ፣ ኣብይ ኣሕመድ ንነብሱ ዘንቀለ ጸጋኒ ገይሩ ወሲዱ ከም ዘሎ ብሩህ ከም ዝነበረ፣ ኩነታት ካብ ቁጽጽር ወጻኢ ከይከደ ውሳነታት ክወስድ ጻውዒት ከም ዘቕረበሉ፣ ኣብ መጀመርታ ከኣ ኣብይ ኣሕመድ ዝኣተዎ መብጽዓታት ከተግብር ጀሚሩ ከም ዝነበረ፣ ከም በዓል ሰራዊት ኤርትራ ከም ዝኣተዉ ዕላዊ ምግባር፣ ናብ ኣስመራ ከይዱ ምስ ኢሰያስ ኣፈወርቂ ምርኻብ፣ ብዛዕባ ምውጻእ ሰራዊት ኤርትራ ምዝራብ ኣብ ግብሪ ከም ዘውዓለ፣ ግን ድሕሪ ቁሩብ ሰሙናት መሊሱ ናይ ኲናት ጻዕርታቱ ወሲኹ ቀልጢፉ መንገዲ ከም ዝቐየረ'ዩ ሓቢሩ። ሰኔተር ክሪስ ኩንስ ኣብዚ ጽሑፉ፣ ኲናት ኢትዮጵያ ኣሳቢብዎ ዘሎ ከቢድ ሰብኣዊ ቅልውላው፣ ብመንገዲ ኢንተርኔት ዝግበር ዘሎ ካብ ሓቂ ዝረሓቐ ሓበሬታ ምንዛሕ፣ ፕሮፖጋንዳ፣ ከምኡ ድማ ናይ ጽልኢ ቃላት ምንዛሕ፣ ኣብ መንጎ ብሄራት ተፈጢሩ ዘሎ ምትፍናንን ጠቒሱ፣ ኣብይ ኣሕመድ ይኹን ህወሓት ናይ ሰላም ምግባርን ናይ ሕድገታት ምግባርን መንገዲ ክመርጹ ከም ዝጽውዕ። ኣብዚ እዋን ህወሓት ካብቲ ኣብ መጀመርታ ዝነበርዎ ንቕድሚት ገስጊሶም ብምህላዎም ሕድገታት ምግባር ንመራሕቲ ምናልባት ከም ሕምቀት ክመስል ይኽእል እዩ ግን መሪሕነት ሕድገታት ከተግብር ድልየት ምርኣይ እዩ ዘድሊ ክሳብ ሕጂ ተጻብኦታት ጠጠው ኢሉ ብዘተ ፍታሕ ክመጽእ ዕድል ኣሎ ኣብይ ኣሕመድ ከኣ ባንኪ ኤለትሪክ ሰብኣዊ ሓገዝን ናብ ክልል ትግራይ ክኣቱ ብምሕዳግ ዘሎ ምዕጋት ምስ ዘልዕል ነቲ ህወሓት ካብ ትግራይ ወጺኦም ዝገብርዎ ዘለዉ ገስጋስ ምኽንያት ዝኾኖም ክኣሊ እዩ ንሕወሓት ድማ ግብረ ሽበራዊ ኢልካ ምፅዋዕ ከምኡ ድማ ክኣልዮም ኣለኒ ምባል ክገድፍን ምኽንያቱ ብኸምዚ ዓይነት ይገልፆም ክሳብ ዝሃለወ ሓይልታቶም ክስሕቡ ዘይሕሰብ ዩ ድሕሪ ምባል ሕወሓት ናብ ኣዲስ ኣበባ ንምገስጋስ ዝገብርዎ ዘለዉ ዘይሕለል ፃዕሪ ከቋርፁ ብምፅዋዕ ክሪስ ኩንስ ኣብዚ ኣብ መርበብ ሓበሬታ ፎሬን ኣፋየርስ ኣስፊርዎ ዘሎ ፅሑፍ ኩሎም ወገናት ከምዚ ዘለዎ ኲናት እንድሕር ቀጺሎም ኢትዮጵያ ዘይዕረ ጉድኣት ወሪድዋ ናይዚ ሕጂ ዘሎ ወለዶ ዩጎዝላቪያ ከይትኸውን ይሰግእ እየ ክብል ሕድገታት ክግበርን ብዘተ ፍታሕ ክርከብን ጻውዒት ኣቕሪቡ እዩ ዝርከብ። ካልእ ምስዚ ሕጂ ዘሎ ኲናት ብዝተሓሓዝ ድማ ወሃቢ ቃል ሓይልታት ትግራይ ጌታቸው ረዳ ጽሒፍዎ ኣብ ዘሎ ናይ ቦታ ምምሕያሻትና ድሮ መልክዕ ይሕዝ ኣሎ። ካብ ጣርማበር ክሳብ ደሴ ናይ ጸላኢ ሓይልታት ደምሲስና። ብድሕሪ ናይ ምንቅስቓስና ብዙሕ ታክቲካዊ፣ ስርሒታዊ፣ ስትራተጂካውን ግምታት እዩ ዘሎ። ኣብ ዝመጽእ ሰሙናት ከኣ ካልእ ዕላማታት ክንጭብጥ ኣብ ዝሓሸ ቦታ ክንህሉ ምዃንና ንተኣማመን ኢና ብምባል ጽሒፉ ኣሎ። ከም ዝፍለጥ ብወገን ሰራዊት ፈደራል ድሕሪ ምትሓዝ ከተማ ከሚሴ ሓይልታት መንግስቲ ናብ ከተማ ኮምቦልቻ ይግስግሱ ከም ዘለዉ እዩ ዝሕበር። ትካል ምውህሃድ ሰብኣዊ ሓገዛት ውድብ ሕቡራት ሃገራት ወይ ኦቻ ብሰንኪ'ቲ ኣብ ኢትዮጵያ ዘሎ ኲናት ኣብ ክልላት ዓፋርን ኣምሓራን ትግራይን ኣብ ዝበዝሐ ከባቢታት ሰብኣዊ ሓገዛት ከምቲ ዝድለ ክኣቱ ከምዘይክኣለ ጸብጺቡ። እቲ ትካል ሕጂ ኣውጺእዎ ኣብ ዘሎ መግለጺ ኣብ ክልል ትግራይ ድሕሪ ዕለት ዓሰርተ ሸሞንተ ጥቅምቲ ንመጀመርታ ግዜ ዝሓለፈ ወርሒ ሕዳር ዕለት ዕስራን ኣርባዕተን ክሳብ ዕለት ሰላሳ ሚእትን ሓምሳን ሸውዓተን ሰብኣዊ ሓገዛት ዝጸዓና መካይን ናብ መቐለ ከምዝኣተዋ ክገልጽ እንከሎ ናብ ትግራይ ግና ካብ ወርሒ ሸሞንተ ዕለት ክልተ ጀሚሩ ክሳብ ሕጂ ነዳዲ ከምዘይኣተወ ዘሎ፣ ሸሞንተ ነዳዲ ዝጸዓና መካይን ከኣ ኣብ ርእሰ ከተማ ዓፋር ዝኾነት ሳመራ ፍቓድ ክሳብ ዝረኽባ ጠጠው ኢለን ከምዘለዋ ጸብጺቡ። ኣብ ክልል ኣምሓራ ዘሎ ምዝንባል መሊሱ ከምዝገደደ ብምሕባር ድማ እዚ ትካል ኣብ ከተማ ደብረብርሃን ዝጸንሐ ብዝሒ ናይ ተመዛበልቲ መዕቖቢ ማእከላት ካብ ሽዱሽተ ናብ ዓሰርተ ምድያቡ፣ ኣብ ኮምቦልቻ ዘሎ ናይ ተመዛበልቲ መዕቖቢ ማእከላት ከኣ ካብ ክልተ ናብ ዓሰርተ ሸውዓተ ዛይዱ ከምዘሎ ገሊጹ። ኣብ ክልል ዓፋር ድማ ኣብ ምዕራብ ጭፍራ ዝርከባ ወረዳታት ብዝሒ ዘለዎ ህዝቢ ብሰንኪ እቲ ኣብቲ ከባቢ ዝተኻየደ ኲናት ክመዛበል ተገዲዱ ከምዘሎ እዩ እዚ ናይ ውድብ ሕቡራት ሃገራት ናይ ምውህሃድ ሰብኣዊ ሓገዛት ትካል ሓቢሩ ኣሎ። ጳጳስ ካቶሊካዊት ቤተ ክርስቲያን ዓለም ዝኾነ ፖፕ ፍራንሲስ ሃገራት ዓለም ንስደተኛታት ዝኣልያሉ ዘለዋ መንገዲ ኮኒኑ ኣብ ግሪኻዊት ደሴት ሌስፖስ ተረኺቦም ዘረባ ዘስምዑ እቶም ጳጳስ ነቲ ሃገራት ኤውሮጳ ንስደተኛታት ዝነጽጋሉ ዘለዋ ኩነታት ናይ ስልጣነ ውድቀት ክብሉ ነቒፎም ኣለዉ። ፖፕ ፍራንሲስ ንመጀመርታ እዋን ኣብ ዓመተ ክልተ ሽሕን ዓሰርተ ሽዱሽተን ናብ ደሴት ሌስቦስ ዝበጽሑ ኮይኖም ኣብቲ ሽዑ እዋን ድማ ስደተኛታት ናብ ኤውሮጳ ከም ቀንዲ መሰጋገሪ ይጥቀሙላ ነይሮም። ካብቲ እዋን ንደሓር ሓድሽ ናይ ስደተኛታት ዋሕዚ ክረኣ ብምጅማሩ ከኣ ብዙሕ ዝተቐየረ ነገር የለን ክብሉ እቶም ጳጳስ ሓዘኖም ገሊጾም ኣለዉ። ኣብ ዝሓለፈ ወርሒ ኣየር ተመሊኣ እተንሳፍፍ ንእሽተይ ጃልባ ተጠቂሞም ካብ ፈረንሳ ናብ ዓዲ እንግሊዝ ክሰግሩ ዝፈተኑ ዕስራን ሸውዓተን ስደተኛታት ከም ዝሞቱ ይዝከር። ካልኦት ብዙሓት ስደተኛታት ድማ ካብ ቤላሩስ ናብ ፖላንድ ክሰግሩ ኣብ ዝፍትኑ ዘለዉ እዋን ብሰንኪ ሓያል ቁሪ ህይወቶም ከም ዝስእኑ እዩ ዝሕበር። ፖፕ ፍራንሲስ ከኣ ኣብ መግለጺኡ ኣብ ኢሮጳ ነዚ ጉዳይ ቆላሕታ ምሃብ ከም ዘይምልከቶም ኮይኖም ዝሓልፉ ኣለዉ፣ እዚ ድማ ኣዝዩ ዘሕዝን እዩ። ናይ ገዛእ ርእስኻ ረብሓ ጥራሕ ምትኳርን ሃገራውነትን ኣዝዩ የዕናዊ ዝኾነ ሳዕቤናት ከም ዘኸትል ታሪኽ ምሂርና'ዩ ኢሎም ኣለው። ንሕጂ ዝተዳለወ ዜናታት እዚ እዩ ነይሩ፣ ብካልእ ክሳብ ንራኸብ ሰላም ንዓኹም።